ሰላም ኩቡራት ተኻታተልቲ ዳስ ን ኤክስትራ ንሎሚ ዕስራን ሓደን መጋቢት ክልተ ሽሕን ዕስራን ሰለስተን ኣብ ዝተዳለወ ዜናታት ሚኒስትሪ ጉዳያት ወጻኢ ኣሜሪካ ምስ ኩናት ትግራይ ብዝተሓሓዝ ትማሊ ኣብ ዘውጽኦ ናይ ውሳነ ኣዋጅ ብሊንከን ምስ ቀዳማይ ሚኒስትር ኣብይ ኣሕመድ ተዛራሪበዮ ዝበሎን መንግስቲ ኢትዮጵያ ሂብዎ ዘሎ መልስን ኣባላት ሰልፊ ብልጽግናን ክልላዊ መንግስቲ ኦሮሚያን ዝኾኑ ኣባላት ባይቶ ኢትዮጵያ ምስቲ ኣብ ክልል ኦሮሚያ ዝካየድ ዘሎ ኩናት ብዝተሓሓዝ ናብ ሕብረት ኣፍሪቃን ቀዳማይ ሚኒስትር ኣብይ ኣሕመድን ሰራዊት ሓርነት ኦሮሞን ሰይደሞ ዘለዉ ደብዳበ ኣብ ኣሜርካ ክፍለ ግዝኣት ጆርጅያ ኤርትራ እትርከበን ካብ ተጻባእቲ ኣሜርካ ዝኾና ሃገራት ዝመጹ ስደተኛታት መሬት ከይገዝኡ ዝድርት እማመ ቀሪቡ ምህላዉን ኣብ ኬንያን ደቡብ ኣፍሪቃን ሓያል ሰላማዊ ሰልፊ ምክያዱን ካልእን ዘጠቓለለ ክኸውን እዩ ኣብዛ ቻነል ድማ ናይ ወትሪ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። ጸሓፊ ጉዳያት ወጻኢ ሕቡራት መንግስታት ኣሜሪካ ኣንቶኒ ብሊንከን ትማሊ ኣብቲ ንክልተ ዓመታት ዝቐጸለ ኲናት ትግራይ ዝተሳተፉ ኩሎም ወገናት ገበናት ኲናት ፈጺሞም እዮም ክብል ኣብ ውሳነ ከም ዝበጽሐ ከፍልጥ እንከሎ ሕጂ ተዘርጊሑ ኣብ ዘሎ ዝርዝር ጸብጻብ ድማ ኣብ ሰሜን ኢትዮጵያ ዝተኻየደ ግጭት ኣዕናዊ እዩ ነይሩ ዝበለ ብሊንከን ደቂ ተባዕትዮ ደቂ ኣንስትዮን ህጻናትን ተቐቲሎም ኣንስትን ኣዋልድን ብዘስካሕክሕ ኩነታት ንጾታዊ ዓመጽ ተቓሊዐን ኣሽሓት ሰለማውያን ሰባት ካብ መንበሪኦም ብሓይሊ ተፈናቒሎም፣ ምሉእ ማሕበረሰብ ብሰንኪ ብሄሩ ፍሉይ ዕላማ ኮይኑ ድሕሪ ምባል፣ መብዛሕቶም እዞም ገበናት ብሰንኪ እቲ ኲናት ሃንደበት ዝተኸስቱ ዘይኮኑስ ደይ መደይ ኢልካ ብውጥን ዝተገብሩ'ዮም ኢሉ ኣሎ። ብሊንከን ኣተሓሒዙ፣ መንግስታት ኢትዮጵያን ኤርትራን ከምኡ ድማ ህወሓት ነቶም ግፍዒ ዝፈጸሙ ተሓተትቲ ክገብሩ ጻውዒት ኣቕሪቡ ኣሎ። እቲ ሚኒስተር ወጻኢ ጉዳያት ምስ ቀዳማይ ሚኒስተር ኣብይ ኣሕመድን መራሕቲ ትግራይን ነቲ ኣብቲ ግጭት ብኹሎም ወገናት ዝተፈጸመ ግፍዒታት ብዝምልከት ተሓታትነት ክረጋገጽ ኣገዳሲ ምዃኑ ከምዝተላዘበ'ውን ገሊጹ'ሎ። ኣንቶኒ ብሊንከን ዝመርሖ ሚኒስትሪ ወጻኢ ጉዳያት ኣሜሪካ ብተወሳኺ ናብ ኤርትራ ኣብ ዘቕረቦ ጻውዒት፣ መንግስቲ ኤርትራ ኣብ ኢትዮጵያ ብዝተፈጸመ ግህሰት ሰብኣዊ መሰላት ተሓተትቲ ዝኾኑ ኩሉ መዳያዊ ፍትሕን ተሓታትነትን ከረጋግጽ ንጽውዕ ኢሉ'ሎ። ነዚ ብ ሚኒስትሪ ወጻኢ ጉዳያት ኣሜሪካ ምስ ኲናት ትግራይ ብዝተሓሓዝ ወጺኡ ዘሎ ኣዋጅ ብዝምልከት ሚኒስትሪ ወጻኢ ጉዳያት ኢትዮጵያ ሂብዎ ኣብ ዘሎ መልሲ ነቲ ኣዋጅ ብምንጻግ ነቲ ናይ ኣሜሪካ መግለጺ ወገንነት ዘለዎን ኣብ ዘይእዋኑ ዝተዘርግሐን መጎሃሃርን ክብል እዩ ገሊጽዎ። ሚኒስትሪ ጉዳያት ወጻኢ ኢትዮጵያ ብተወሳኺ እቲ መግለጺ ናይ ኣሜሪካ ንሓደ ወገን ልዕሊ እቲ ካልእ ወገን በደላት ከም ዝፈጸመ ገይሩ ኣቕሪቡ ከም ዘሎን እዚ ወገን ዝሓዘን ፈላላዪ መግለጺ ከኣ ብመንግስቲ ኢትዮጵያ ቅቡል ከም ዘይኮነ እዩ ገሊጹ። ሚኒስትሪ ጉዳያት ወጻኢ ኢትዮጵያ፣ ሚኒስተር ወጻኢ ጉዳያት ኣሜሪካ ኣንቶኒ ብሊንከን ናብታ ሃገር በጺሑላ ኣብ ዝነበረ እዋን፣ ምሕዝነት ናይ ክልቲኣን ሃገራት ናብ ንቡር ክምለስ ተስፋታት ሂቡ ከም ዝነበረ ክገልጽ እንከሎ፣ ሕጂ'ውን ኢትዮጵያ ዋላ'ውን ከምዚ ዓይነት መግለጺ ወጺኡ እንተሃለወ፣ እቲ ኣንቶኒ ብሊንከን ናብታ ሃገር በጺሑ እንከሎ ምስኡ ዝተገብረ ቅሉዕ ዝርርባት፣ ዳግማይ ስትራቴጂካዊ ምሕዝነት ኣሜሪካን ኢትዮጵያን ከበራብር ተስፋ ከም ዘለዎ ገሊጹ። ብወገን ትግራይ፣ ኤርትራን ኣምሓራን ግና ክሳብ ሕጂ ዝኾነ መልሲ ኣይተዋህበን ኣሎ። ቅድሚ ሕጂ ምስቲ ግጭት ብዝተሓሓዝ ካብ ፍርዲ ወጻኢ ዝፍጸም ቅትለት፣ ዓመጽ፣ ዝምታ፣ ብሓይሊ ምፍንቓል ዝኣመሰሉ ብኹሎም ወገናት ዝተፈጸሙ ግህሰት ሰብኣዊ መሰላት ብኣካላት ውድብ ሕቡራት ሃገራትን መንግስቲ ኢትዮጵያን ዝተመዘዘ ኮሚሽን ሰብኣዊ መሰላትን ትካል ረድኤትን ዝተፈላለያ ማዕከናት ዜናን ተሰኒዱ እኳ እንተኾነ ኩሎም ወገናት ግና ነቲ ክሲ ክነጽጉዎ እዮም ጸኒሖም። ኣሜሪካ ኣብ እዋን ኲናት ትግራይ ብሓይልታት ኢትዮጵያን መሻርኽቶም ዝኾኑ ሓይልታት ኤርትራን ክልል ኣምሓራን ተፈጺዮም ዝተባህሉ ግፍዕታት ብግልጺ ክትነቅፍ ጸኒሓ እያ። ኣብ ሕዳር ክልተ ሽሕን ዕስራን ኣብ መንጎ መንግስቲ ኢትዮጵያን ትግራይን ዝተወልዐ ኲናት ናብ ጎረባብቲ ክልላት ዓፋርን ኣምሓራን ሊሒሙ እዩ ነይሩ። እዚ ንክልተ ዓመታት ዝቐጸለ ኲናት ንምዕራፍ ዘኽእል ፍሉይ ስምምዕ ምቁራጽ ተጻብኦታት ተፈሪሙ ነቲ ህይወት ኣማኢት ኣሽሓት ዘጥፈኣ ተባሂሉ ዝእመን ግጭት ደው ኣብ ምባል ወሳኒ ምዕራፍ እዩ ፈጢሩ። ኣብ ኢትዮጵያ ምብጻሕ ዘካየደ ኣንቶኒ ብሊንከን ምስ ቀዳማይ ሚኒስተር ኣብይ ኣሕመድ ድሕሪ ምርኻቡ ኣብ ዘውጽኦ መግለጺ፣ ትግባረ ናይቲ ኣብ ፕሪቶርያን ናይሮብን ዝተፈረመ ቀዋሚ ስምምዕ ምቁራጽ ተጻብኦታት ዓቢ ገስጋስ ኣርእዩ ምህላዉን ኢዱ ምንባሩ ይዝከር። ሰብኣዊ ደገፍ ብዘይገደብ ክኣቱ ምኽኣሉን መሰረታውያን ኣገልግሎታት ናብ ንቡር ምምላሶምን መርኣያ ናይቲ ገስጋስ'ዩ ዝበለ ብሊንከን፣ ሃገሩ ነቲ ኣብ ኢትዮጵያ ተኸሲቱ ዘሎ ድርቂ ንምቅላል ደገፋ ከምትቕጽል ኣረጋጊጹ'ዩ። እንተኾነ ምምላስ ኢትዮጵያ ናብቲ ካብ ቀረፅን ታሪፍን ናፃ ዝኾነ ዕድል ንግዲ ኣጉዋ ጌና ምዃኑ ኣሚቱ። ካሊእ ምስ ኲናት ትግራይ ብዝተሓሓዝ ድማ ሎሚ ሰሉስ ባይቶ ሰብኣዊ መሰላት ውድብ ሕቡራት ሃገራት ነቲ ገበናት ግህሰት ሰብኣዊ መሰላት ንምፅራይ ስልጣን ዝተውሃቦ ናፃ ጉጅለ ኮሚሽን ክኢላታት ሰብኣዊ መሰላት ኢትዮጵያ ዘቕረቦ ፀብፃብ ክሰምዕ ትፅቢት ይግበር። ቤት ምኽሪ ሰብኣዊ መሰላት ውድብ ሕቡራት ሃገራት ነቶም ኣብ ኢትዮጵያ ተፈፂዮም ዝበሃሉ ጥሕሰታት ሰብኣዊ መሰላት ንምምርማር ሰለስተ ኣባላት ዘለዎ ኮሚሽን ኣቚሙ እዩ። ኣብ እዋን እቲ ጎንፂ ቅትለት ሰለማውያን ሰባት፣ ፆታዊ ዓመፅ ከም መሳርሒ ኲናት ምጥቃምን ካልኦት ከበድቲ ግህሰት ሰብኣዊ መሰላትን ዝተፈፀሙ ኮይኖም ውድብ ሕቡራት ሃገራት እቶም ጥሕሰታት ምስ ገበናት ኲናት ዝዳረጉ ክኾኑ ይኽእሉ እዮም ክብል ምፅንሑ ይፍለጥ። ካብ ክልላዊ መንግስቲ ኦሮሚያ ዝተመርጹ ኣባላት ገዛኢ ሰልፊ ብልጽግና ዝኾኑ ኣባላት ባይቶ እታ ሃገር፣ ኣብ ክልል ኦሮሚያ ኣብ መንጎ መንግስትን ኣብ መንጎ ሰራዊት ሓርነት ኦሮሞን ዝካየድ ዘሎ ንሓሙሽተ ዓመታት ዝቐጸለ ኲናት ከብቅዕን ሰላማዊ ፍታሕ ክናደየሉን ናብ ሕብረት ኣፍሪቃ ደብዳበ ከምዝለኣኹ ተገሊጹ። እዞም ንሰልፊ ብልጽግና ወኪሎም ኣብ ክልላዊ መንግስቲ ኦሮሚያን ኣብ ባይቶ ኢትዮጵያን ዝተመረጹ ዓሰርተ ክልተ ኣባላት ባይቶ ሂቦምዎ ኣብ ዘለዉ መግለጺ፣ ኣብ ክልል ኦሮሚያ ዘሎ ግጭት ህይወትን ንብረትን የበርስ ስለዘሎ፣ ኣቓልቦ ክወሃቦ ኢልና ኢና ናብ ሕብረት ኣፍሪቃ ደብዳበ ሰዲድና ኢሎም። ኣዲስ ስታንዳርድ እትበሃል ናይ ኢትዮጵያ ማዕከን ዘርጊሓታ ኣብ ዘላ ጸብጻብ ከኣ ኣብቲ ደብዳበ እቶም ኣባላት ሰልፊ ብልጽግና ሕብረት ኣፍሪቃ ምትእትታው ብምግባር ነቲ ዘሎ ግጭት ሰለማዊ ፍታሕ ክናደየሉ ድልየት ከም ዘለዎም ከም ዝሓበሩን ነቲ ፕሬዚዳንት ክልላዊ መንግስቲ ኦሮሚያ ሽመልስ ኣብዲሳ ኣብ ወርሒ ለካቲት ኣብ ቤት ምኽሪ ናይቲ ክልል ዘስምዖ ምስ ሰራዊት ሓርነት ኦሮሞ ሰለማዊ ፍታሕ ክናደ ዝብል ጻውዒት እውን ከም ዝጠቐሱ እውን ሓቢራ ኣላ። እዞም ናብ ሕብረት ኣፍሪቃ ደብዳበ ልኢኾም ዘለዉ ኣባል ባይቶ ኢትዮጵያ ዝኾኑ ኣባላት ሰልፊ ብልጽግና፣ ንሕብረት ኣፍሪቃ ኣብ መንጎ ትግራይን መንግስቲ ፈደራልን ስምምዕ ምቁራጽ ተጻብኦታት ክህሉ ንዝገበሮ ጻዕሪ ድሕሪ ምንኣድ፣ ሕብረት ኣፍሪቃ ነቲ ኣብ ክልል ኦሮሚያ ህይወት ብዙሓት ኣጥፊኡ ዘሎ ደማዊ ግጭት ኣቃሊሉ ብምርኣዩ ኣዝዩ ከምዘሕዘኖም እዮም ገሊጾም። ኣብ ተመሳሳሊ ጻውዒት ናብ ቤት ጽሕፈት ቀዳማይ ሚኒስተር ኣብይ ኣሕመድ፣ ባይቶ ወከልቲ ህዝቢ፣ ገዛኢ ሰልፊ ብልጽግናን ኣብ ዘቐርብዎ ጻውዒት'ውን እቶም ኣባላት ባይቶን ሰልፊ ብልጽግናን፣ መንግስቲ ካብ ፖለቲካዊ ውዲታትን ነቲ ኣብ ኦሮምያ ዝንቀሳቐስ ዘሎ ዕጡቕ ሓይሊ ንምጥፋእ ዝብል ኣጀንዳን ብምውጻእ ኣብ ክንድኡ ነቲ ግጭት ብሰላማዊ መንገዲ ንምፍታሕ ክጽዕር እዮም ጸዊዖም። ብተወሳኺ እቶም ኣባላት ባይቶ ኣብ ክልል ኦሮምያ ዝረኣ ዘሎ ዘይምርግጋእ፣ ዕግርግርን ዓመጽን ብጀካ'ቲ ህይወት ደቂ ሰባት ኣብ ሓደጋ ዘእትዎ ዘሎ ቁጠባውን ማሕበራውን ኩነታት እቲ ክልል'ውን ይሃስው ኣሎ ክብሉ እዮም ገሊፆም። ብጀካ እዚ እዞም ኣባላት ባይቶ ናብቲ ምስ መንግስቲ ፈደራል ዝዋጋእ ዘሎ ዕጡቕ ሓይሊ ሰራዊት ሓርነት ኦሮሞ ኣብ ዘቕረብዎ ፃውዒት ምስ መንግስቲ ኢትዮጵያ ተላዘቡ ዘለኩም ፀገም ድማ ብዘተ ፍትሕዎ ዝብል ኮይኑ ፖለቲካዊ ኩነታት እናተቐየረ ምስ ከደ ሕቶታትኩም ኣብ ሓፂር እዋን ክምለስ እዩ ብርግፅ ገለ ካብ ጠለባትኩም ብሓደ ለይቲ ኣይምለስን እዩ ቀስ ብቐስ ብዝኸይድ መስርሕ ግና መልሲ ክረኽቡ እዮም ክብሉ እውን ኣብቲ ናብ ሰራዊት ሓርነት ኦሮሞ ዘቕረብዎ ፃውዒት ፅሒፎም ኣለዉ። እዞም ኣባላት ባይቶ ኲናት ኦሮሚያ ብሰላም ክፍታሕ ዝጽውዑሉ ዘለዉ፣ ድሕሪ'ቲ ሚኒስተር ጉዳያት ወጻኢ ኣሜሪካ ኣንቶኒ ብሊንከን ኣብ ኢትዮጵያ ኣብ ዝነበረሉ እዋን ኵነታት ኦሮሚያ ከም ዘሰክፎን ዘሎ ጸገማት ከኣ ብዘተ ክፍታሕ ድልየት ከም ዘለዎን ድሕሪ ምግላጹ'ዩ። ኣብዚ ናብ ሕብረት ኣፍሪቃ፣ ሰራዊት ሓርነት ኦሮሞን ቀዳማይ ሚኒስተር ኣብይ ኣሕመድን ኣባላት ባይቶ ኢትዮጵያን ተሰዲዱ ዘሎ ደብዳበ፣ ሕብረት ኣፍሪቃ ልክዕ ከምቲ ኣብ ኲናት ትግራይ ምትእትታው ገይሩ ስምምዕ ምቁራጽ ተጻብኦታት ክፍረም ዝገበረ ኣብ ኦሮምያ እውን ከምኡ ክገብር እዮም ጻውዒት ዘቕርቡ ዘለዉ። ኣብ ሕቡራት መንግስታት ኣሜሪካ ክፍለ ግዝኣት ጆርጅያ ንኣሜሪካ ተጻባእቲን ተባሂለን ካብ ዝቑጸራ ኤርትራ እትርከበን ሃገራት ዝመጹ ዝተወሰኑ ስደተኛታት ኣብታ ግዝኣት ናይ ሕርሻ መሬት ወይ ድማ ኣብ ጥቓ ወተሃደራዊ ማእከል ዝኾነ መሬት ከይገዝኡ ዝድርት እማመ ቀሪቡ። እቲ እማመ ሕጊ ኮይኑ ክጸድቕ እንድሕር ኮይኑ ብክልቲኦም ባይቶታት ናይታ ግዝኣት ክጸድቕ እዩ ዘለዎ። ክሳብ ሕጂ ኣብ ዘሎ ምዕባለታት ከኣ እቲ እማመ ኣብ ሰኔት እታ ግዝኣት ጸዲቑ ናብ ባይቶ እታ ግዝኣት ተመሓላሊፉ እዩ ዝርከብ። ይኹን እምበር ቅድሚ ሕጂ'ውን ከምዚ ዝኣመሰለ እማመ ናብ ባይቶታ ግዝኣት ተመሓላሊፉ ዝኣክል ድምፂ ብዘይምርካቡ ፈሺሉ ዝነበረ ኮይኑ እዚ ሕጂ ቀሪቡ ዘሎ እማመ እውን ኣብ ባይቶታ ግዝኣት ክፈሽል ተጣበቕቲ መሰል ስደተኛታት ትፅቢት ከምዘለዎም ገሊፆም ኣለው። ኣብቲ እማመ ንኣሜሪካ ተፃባእቲ ተባሂለን ተገሊፀን ዘለዋ ሃገራት ቻይና፣ ኩባ፣ ኢራን፣ ሰሜን ኮርያ፣ ሩስያ፣ ስዑዲ ዓረብን ቨኔዝዌላን ኮይነን ቡርማ፣ ኤርትራ፣ ኒካራጓ፣ ፓኪስታን፣ ታጃኪስታንን ቱርኩሚስታንን ድማ ፍሉይ ኣቓልቦ ዝወሃበን ተጻረርቲ ኣሜሪካ ተባሂለን እየን ተገሊጸን ዘለዋ። እቲ እማመ ከኣ ካብዘን ሃገራት ዝመጹ ስደተኛታት ናይ ሕርሻ መሬት ወይ ድማ ኣብ ጥቓ ወተሃደራዊ መሳለጥያ መሬት ከይገዝኡ እዩ ክእግድ ዝደሊ ዘሎ። ካብ ክልተ ሽሕን ዕስራን ሓደን ጀሚሩ ከምዚ ዓይነት እማመ ብውሕዱ ኣብ ካልኦት ዓሰርተ ክፍለ ግዝኣታት ኣሜሪካ ቀሪቡ ከም ዝነበረ ይፍለጥ። ኣብ ኬንያ ኣብ ዝተኻየደ ህዝባዊ ተቓውሞታት ሓያለ መራሕቲ ተቓወምቲ ሰልፍታት ኣብ ትሕቲ ቀይዲ ኣትዮም። ኣብ ርእሰ ከተማ ኬንያ ናይሮቢ ብሰንኪ እቲ ናዕቢ ንግዳዊ ንጥፈታት ደስኪሉ እዩ ውዒሉ። እቶም ተቓወምቲ ብመራሒ ተቓዋሚ ሰልፊ ራይላ ኦዲንጋ ዝተመርሑ ኮይኖም እቲ ተቐባልነት ዘይብሉ ዝበሎ መንግስቲ ነቲ እናነሃረ ዝኸይድ ዘሎ ዋጋታት መነባብሮ ፍታሕ ክረኽበሉ ከምዘይክኣለ እዩ ዝኸስስ። ፕሬዝደንት ዊልያም ሩቶ ግና ንክስታት ናይቲ ኣብ ዝሓለፈ ፕሬዝደንታዊ ምርጫ ዝሰዓሮ ራይላ ኦዲንጋ ነጺግዎ ኣሎ። ፖሊስ ነቶም ናዕበኛታት ንምብታን ዘንብዕ ጋዝ ከም ዝተጠቀሙ ጸብጻባት ካብታ ከተማ ሓቢሮም። ብውሕዱ ሓደ ሰብ ብዝተተኮሰሉ ጥይት ከም ዝተሃርመ ተፈሊጡ ኣሎ። ራይላ ኦዲንጋ ዝጓዓዘላ ዝነበረት መኪና ከይተረፈት ዘንብዕ ጋዝ ከም ዝተተኮሰላን ጉድኣት ከም ዝወረዳን ተገሊጹ። ኦዲንጋ ኣብቲ ዝተኻየደ ምርጫ ድሕሪ ምስዓሩ ነቲ ዘይተቐበሎ ውጽኢት ንምስራዝ ናብ ቤት ፍርዲ ኣምሪሑ እኳ እንተነበረ ኣይሰመረሉን። ፕሬዚደንት ዊልያም ሩቶ ኣብ ዝሃቦ መግለፂ ዝኾነ ልዕሊ ሕጊ ዝኾነ ሰብ ከምዘየለን ኣብታ ሃገር ሕግን ስርዓትን ከሰፍን ምዃኑ ኣጠንቂቑ ኣሎ። ከም ፕሬዚደንት እዛ ሃገር ብግዝኣተ ሕጊ ከምእትመሓደር ክገብር እየ። እቲ እንገብሮ ነገር ግን ካብ ሕጊ ወፃኢ ወይ ካብ ሕገ መንገስቲ ወፃኢ ኣይክኸውንን እዩ ኢሉ። ራይላ ኦዲንጋ ዘየለ ቅልውላው ሃንዲሱ ነቲ ተቓውሞታት ወዲቡ ክብል እውን ሩቶ ነቒፉ ኣሎ። ብተመሳሳሊ መልክዕ ኣብ ደቡብ ኣፍሪቃ እውን ክብሪ መነባብሮ ዘበገሶ ሓያል ተቓውሞታት ተላዒሉ። እቲ ብተቓወምቲ ውድባት ዝተዳለወ ሰልፍታት ንንጥፈታት እታ ሃገር ትማሊ ንሓደ መዓልቲ ምሉእ ምሉእ ንምዕጻው ዝዓለመ እዩ ነይሩ። በሽሓት ዝቑጸሩ ሰልፈኛታት ናብ ርእሰ ከተማ ፕሪቶርያ ብምምራሕ ፕሬዝደንት ሲሪል ራማፎዛ ካብ ስልጣኑ ክወርድ ጸዊዖም። ራማፎሳ ብወገኑ እቶም ሰልፈኛታት ዝኾነ ሰብ ከይጎድኡ ንብረት ከየዕንዉን ኣጠንቂቑ። መራሒ ናይቲ ንዝያዳ መሰላትን ረብሓታትን ጸለምቲ ከም ዝቃለስ ዝገልጽ ኣብታ ሃገር ብሳልሳይ ደረጃ ዝስራዕ ተቓዋሚ ሰልፊ ተቓለስቲ ቆጠባዊ ሓርነት፣ ጁልየስ ማሌማ፣ ነቲ ሰልፊ ብምምራሕ ተሳቲፉ። እታ ብልዑል ሽቕለት ኣልቦነት እትሳቐ ዘላ ደቡብ ኣፍሪቃ፣ ካብዚ ቀረባ እዋን ጀሚሩ ሓያል ናይ ጸዓት ቅልውላው ኣጋጢምዋ ምህላዉ ይፍለጥ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ!